ሰላም ሰላም ክቡራትን ፍትዋትን እና ቻናለይ ቤተሰብ ደቂ ዓበይቲ ዋይ ሃመይ ኒኦኹምለይ ኣነ ሰላም እየ ንስኻትም ድማ ሰላም ክትኾኑ እናተመንኹ ሎማዓንቲ ከምቲ ትሪእዎ ኣለኹም ስለ ቦታ ይኾነ ሒዘልኩም ልመጻኹ ብጣዕሚ ለደንግጽ ልብኻ ልሰብር በተለይ በተለይ ኣብ ስደት ዘለና ኣሕዋተይ ብጣዕሚ እዩ ልብኻ ልሰብርና ከምቲ ትሪእዎ ኣለኹም ሓንቲ ሓፍትና ኣብ ስዑድ ዓረብ ኮይኑ ፍሉይ ቦታ ድማ ድዛን ዝበሃል ከባቢኣን ካብ ፎቅ ጸዲፋ ሓንቲ ሓፍትና ተረኺባ ብጣዕሚ ልሕዝን ነገር ማለት እዩ ካብ ዓድኻ ወፂኻ ዓዲ ማትኻ ትተርፍ ተለኻ ብጣዕሚ እዩ ልብኻና ልብኻ ልደሚ እውነት ብጣዕሚ እዩ ሓዚን ኣሕዋተይ ኣነ ከዓ ከምዚ ዓይነት ክርኢ ከለኹ ወይ ዝሰምዕ ከለኹ ብጣዕሚ እየ ልድንግፅ እና ብጣዕሚ እዩ ለጨንቐካ እዚ ለየደንገፀ እዚ ለየሰበረኻ ኣሕዋተይ እንታይ የደንግፀካ ክሓልፈለይ ኢልካ መጺእካ ክሰርሕ እየ ኢሉ በዓለይ ክኾን እየ ልሕዋተይ ልወለደይ ክኾን እየ እናበልካ ዓድማትኻ ተቃሪ ከለኻ ካብ ዓድማትኻ ምቕራይ መሓርና ኣሕዋተይ መዓረይ እውነት ብሓቂ ማለት እዩ እዛ ሓፍትና እዚኣ ህንደይ ደፋእፋዕ እናበለት ታኾን እየን ኢለና ካብ ፎቕ እያ ጻዲፋ ተገንያንያ ሕዚ እንታይ እየ ክብል ደልየ ኣሕዋተይ በተለይ በተለይ ሓደሽቲ ትመጽእ ኣለኽን ምንም ዝዓድለይ ትፈልጦ እንታይ እዩ ዘድልየን እንታይ እዩ ስራሕ ስርሑ እንታይ ምዃኑ ዘይፈለጡ ኹኑ ናይ ገፅ ሰብ ብዙሕ ነገር ኣመል ተሸኪምካ ምስ ናይ ቆልዑ ኣመል ተሸኪምካ ብዙሕ ነገር ኣሎ እዩና ሕዚ ልትመፅእ ኣለኽን ኣሕዋተይ ምንም ለይትፈልጦ እንተስ ካብ ማይ ክንድኽን መሊእኽን እንተስ ካብ ሕፃብ ክንድኽን መሊእኽን እንተስ ካብ ነዳዲ ክንድኽን መሊእኽን ዝልኹን ትመፅእ ኣለኽን በቃ ሙስጥ ዓዲ ስራሕ ለየለ ክንደየናይ ጭንቀት መላይ ኸዓ ትፈልጦ እኒኤክን ማለት እዩ ኣብ ዓዲ ዘሎ ካሊ ኣብ ስደት ኮይኑ ካሊ ዝፀንሐካ ብዙሕ ነገር ስለለሎ እዚ ስደት ልኻፍአ ልኻፍአ ስደት ካብ ዓድኻ ወፂኻ ክትነብር ከለኻ እዩ ልኻፍእ ነገር ኣብ ዓድኻማ ልምታይ ከ ቃላኻ ተደሪርካ ለይትሓድር ምስ ኣሕዋትኻይ ምስ ውላድኻይ ኣሕዋተይ ኣብ ዓዲ ማትኻ ምውፃእ ክፉእ ክፉእ እዩ እዚ ኳስ ዕድሉ ለጥዕመሉ እዩ እምበይ እንድሕር ዕድልካ ለይጥዕመልካሲ ብዙሕ ነገር ሃምዚ እውን ምቕራይ ኣሎ እዩ ካብ ወፊርካ ምቕራይ ይምሓረና እንድዩ ዘብል ግን ብጣዕሚ እዩ ልሕዝን እዛ ቆልዓ እዚኣ ሰብ ድዩ ደፊእዋ ኣዕራብ ድየን ደፊኤንኣ ባዕላ ድያ ወዲቓ ንግሆ ወዲቓ ላብ ታሕቲ ፀዲፋ ተገኒኣ እያ ትባሃላ ንግሆ ምድሪ እያ ተገኒያ ትባሃላ ሕዚ ሰብ ድዩ ደፊእዎ ኣዕራቢ ጨካናት ኣዕራቢ እውን እኮ ኣለዋ እየን ለፅድፋኻ ጨካናት ኣለዋ በቃ ሓምዚ ሓጭን ንመስለን ሰብ ሞይቱ ኢለን ለይኣምና ሓምዚ ኣንሕናሲ ከምዚ ለይንሞት እዩ ይመስለን ኣሎ ልጠምየና ለይመስለን ኣዕራብ እኮ ኣለዋ ትፈልጡ ዶ ኣሕዋተይ ሓምዚ ሃም ለለዋ ኣዕራብ በቃ ሰኢድና ሃም ንጓዓዝ ሃምዚ ሓጭን እዮ ሃም እየን ዝገብራና ሓደ ሓደ እኒኦ ኣዕራብ ማለት እዩ ልክ ትናገሩ ኣነ ናብ ማኒ ቃኒ ሕፀር ሕፀር የሉለኒ ሓምዚ ዝሰምዕ ከለኹ ግን ኣሕዋተይ በዓልክን ተጠንቀቓ እንታይ ማባሃል ኮይኑ መጀመርያ ነገር እግዚኣብሄር ምሳና ይኹን እሱ እዮ ኩሉ ነገር ለሎሞ እግዚኣብሄር ክፉእ ኣየርየና ኣብዚ ዓዲ እዚ ልወለድና እውን ፅቡቕ ፅቡቕ ፅቡቕ ነገር ልሰምዐሉ ይፍጠረሎም ምኽንያቱ ፅባሕ ዶ ኹን ትኣቲ ጓለይ ድሕር ፅባሕ ዶ ኹን ትኣቲ ወደይ እናበሉ ትፅቢት ትገብር ኣለው ኣብዚ ክትቓሪ ከለኻ ብጣዕሚ እቲ ልኻፍእ ነገር እዚ እዩ እሞ ኣሕዋተይ እግዚኣብሔር ኣምላክ ካብ ኦፊርካ ምቕራይ ይምሓርና ክብል ይደሊ ኣትን ባሕርኛ ማት እትመፅለኽን ከዚ ከዓ ኣሕዋተይ መዓረይ በዓልኽን ተጠንቀቓ ኣብዚ ዓዲ እዚ በዓልካ እናተጠንቀቕካ እዩ እሳተን ትትዛረባ ከለዋ ንስኻትን ለይምንዳድ እዚ ሓምዚ ዶ ትብለኒ እዚ ድያ ትብለኒ ኢልኻ ስእልካ ላብ ለይኾን ነገር ጣሻ ኣይትእተያ እውነት ሓቂ እየ በዓልካ ምጥንቃቅ እዩ ማለት እዩ ስለዚ በዓልካ ተጠንቂኻ ሃምሊ ኮነ ገርካ ምፍታሕ እዩ በቃ ካርናለ ኣይንሕረቅ በቃ ማለት ሲ ኣይንጨነቅ ኣይንናደድ ሓንቲ ሻዕ ካብ ዓዲ ክትወፅእ ከለኻ ደኻ ኩሉ ነገር ተሸኪምካ ትሰርሕ ኣለኻ ኩሉ ነገር ሃምሉን ልባን እመን ኣብ ዓዲ ብዙሕ ነገር የጋጥመና እዩ ቅርሺ ሰዲድና ዳርጋ ዘይሰድድና ይኾነና እዩ ብዙሕ ነገር ኣሕዋትና እኮ ብዙሕ ነገር ቱ ሞት እዚ ከዓ ሃም ልሙድ ተቆፂሩ እዩ ክንደይ ሰብ እውን እናሞተ ፀኒሑ እዩ በተለይ ኣብዚ ዕፅዋን ክባን ብዙሕ ብዙሕ ብዙሕ ብዙሕ ሰብ እናሞተ ካብ ፎቅ እናፀደፋ ኩሮሮኩስ ሰትየን ሃምዚ ናይ እንትን ሰትየን ናይ ልሕንስስ ነገር ኣሲድ ነገር እናሰትያ ብዙሓት ብዙሓት እናሞታ ፀኒሐን እየን ግን ንምንታይ ኢና ሃም ንገብር ኣለና ኣሕዋተይ በዓሉ ፈጢርና ኣሎ እግዚኣብሔር ኣምላክ በዓሉ ስለዝፈጠረና ሓንቲ መዓልቲ እኒኣትና እያ በዓሉ ዝወስደና ንምንታይ ኢና ንሞት ንጨክን ኣረ በይዛኽን ኣሕዋተይ ኣረ በይዛኽን ከምዚ ዓይነት እንትን በቃ ኣይትጨነቃ ኣይትናደዳ ኩሉ በዓል ፈልጥ በቃ ብዓዲ ይኹን ብበረኻ ይኹን ኣይትናደዳ ንኹሉ እስኪ ልግዚኡ እስ ንግደፎ ኣሕዋተይ ልግዚኡ ንግደፎ እምበይ እንድሕር ምስኣተን ተናዲድኻ እንድሕር ብዓዲ ይኹን ብበረኻ ይኹን እንድሕር ተናዲድኻ እሞ ከዓ ኣብዚ 24 ሰዓት ኣብ ስራሕ ተሸኺልካ ናብ ባዓልካ ምስ ኣዕራብለ እንድሕር እናተናደድካ ምስ ቆልዑለ እንድሕር እናተናደድካ በቃ ንሳቶም ዋላ ተቃፀልኽን ንዞም ኣዕራብ ይኹኑ ቆልዑ ይኹን ሸለል ወልኦም በቃ ልብኽን ሸለል

ኣሕዋተይ ባዕልካ ተጠጣያ ከኣ እዩ ጽቡቅ ሓንቲ ሓፍትና ካብ መስመር ተወጽያ ኳሲ እስኪ ባዕልክን ተጠያየቃ ኣበይ ኮን ትህሊ ኣበይ ኮይን እያ ተኮይና ሻሪሓ ተዓጽዩ ተኮይና ኦንላይን ለየላ ተኮይና ካብ መስመር ወጽያ ኢልክን እስቲ እስቲ ንጠያየቅ ቀደም እኮ ይነበረ ምድዋል እምበይ ብዝሐ ሰዓት እኮ ልደዋወል ሰብ የለይ ኣነ ባዕለይ ስለ ኣለኩ ማለት እዩ ኣብዚ ሕዚ ምስ ማንም ተደዋውለ ይመጸካ ምስ ልኢከለ ተደውለሉ ይመጸካ በቃ ኣይንበሃሃል ይሕዝ ሰዓት ማለት እዩ ምንም ኣይንበሃሃል እዩ ሱቅ ሱቅ በቃ ፈዚዝና ኢና እኔና እውነት ሓቂ እየ ፈዚዝና ኩሉ ነገር ሲ ጽሞና ብጽሞና ተዋሒጥና ምስ ሰብ ተዳናበረ ይመጸካ ምስ ሰብ ተዳዋወለ ይመጸካ ምስ ሰብ ሃምዚ ኮነ ይመጸካ እዚ ጽሞና እያ ስዒረና ኩሉ ግዜ ዓዲ ዓረብ ስለ ዝኾንና በቃ ኩሉ ነገር ከዓ ምስቲ ሞባይል ሰልችና እናተ ኣየክብል ደልየ በዓልኽም ንባዕልኽን ተዳዋወላ ተጠያየቃ ኣብኡ ለሎ ከባቢኡ

ዓለም መሊእኻ ኣይትመልእ የሕዋተይ በዓልና ንጠንቀቕ በዓልክን ተጠንቀቓ ክብል ይፎቲ ብጣዕሚ እየ በቃ እንድዒ ኣነ እውነት ክሰርሕ ኢለሲ ሃምዚ ኢላ ምስ ረእኹዋሲ ዝሓፍትናሲ ብጣዕሚ እየ ደንጊፀ በቃ እውነት ልበይስ በቃ ስብር እያ ኢላ ክሰርሕ ልውዓልሲ እውነት ላውዚ ደረጃ ላዕሊ ታሕቲ እንድዩ ስርሐይ ክኸድ ላውእሲ ፁኢለ ፍዝዝ ኮይንን በቃ ኣብራ ከይጥምር ናበለኒ እና ፈርሕ ለለ ጎብሮ ነገር ስለለ የለ ብጣዕሚ ኣብ ካብደይ ኣቲ ንፈርሕ ሕዋተይ መዓረይ ንጠንቀቕ በዓልና ልበዓልና ንተሓላለ ንዳዋወል ኒእኽደ የለኺ ንበሃሃል ሰብ ሎሚ ካብ መዓሉ እዩ ኮይኑዮ ሰብ ሎሚ ካብ ስርሑ ሙማት እዩ ኮይኑ እንድዒ ታይ ሃምሊ መፀና ናይ ህፃውን ተሰዓት እዩ ኮይኑ እና ታየ ክብል ደልየ ኣተን ባሕረኛማት ንመፅ ኣለኽን ኣሕዋት ኢለ ላዕሊ ታሕቲ ተኮይኑ ቀስ ኢልኽን ስርሓ ቀስ ኢልኽን ደይባ ክዳን ምስ ጣሓ ውሐሽ ተበፅሐክን ኢለ ቀስ ኢልኽን በቃ ማለትሲ ተብተብስ ኣይትበላ ካብኡ ላይ ኣይትጨነቐ ጭንቀት እንድሕር ወሲኻሉ ኮይንኻ ዓይንኻ እዩ ድፍን ደብለካ ላብለ ይኾን ኢኻ ትሓስብ ብዙይ ልኸድኻ መንገዲ ላብለ ይኾን ኢኻ ትኸድ እና እንታይ እየ ክብል ደልየ ካብ ኣፉ ኢርካ ምቕራይ ይብሓርን ኣሕዋት ይመዓረይ ስደትና ሕፂሩ ብሰላም ላብዛ ዓድና ላብ ወለድና ላብ ወለድና ብሰላም ይመልሰና ላብዛ መሬት ዓድና ላብ ንሰውሞት የብፅሐና ክብል ይፎቲ ናይ ሎማዓንቲ እዚኣ ትመስል ነይራ ኣብ ካልእ ቪድዮ ስካዕ ካል መፀኩም ሰናይ ደቂ ዓበይቲ ዋየ ክፉእ ኣየስምዐና ኣድማትና ኮይና ኣብ ስደት ኮይንካ ክፉእ ምስማዕ ሕማቅ እዩ እሞ ክፉእ ኣየስምዐና ስለዚ ኣብዚኣ ክፍለየኩም ባይ ባይ